ሰላም እንኳዕ ደሓን ጸናሕኹም ሎማዓንቲ ክልተ ዕዮ ገዛ ክበኩም ነቶም ዘይትፈልጥዎ ማለት እዩ እቶም ትፈልጥዎ ትፈልጥዎ ኢኹም በዚ ገይረ እቶም ብዙሓት ሰባት ትፅሕፍሉ ኢኹም ፕራይቨት መሰጅ ከምዚ እዚ ስኻ ትብሎ ርዳእና እዩ ስኻ ትብሎ ንፈልጥ ኢና እዞም ደም ዝሰት ሸጣውንቲ ሲ ንፈልጦም ኢና ይርዳእና እዩ ብዙሕ ሰብ ግን ኣይርድኦን እዩ ዘሕዝን ነገር ገለ ትብሉ ኣለኹም ብጣዕሚ እዩ ዘሐጉሰኒ ከምኡ ኢልኩም ክፅሕፍለይ ከለኹም ብዙሓት ሰባት ከምዚ ክትብሉ ከለኹም ክርዳእኩም ከሎ እቶም ደም ቆለውዕ ድሰትዩ ሰባት በዓል መን እዮም ትፈልጥዎም እንታይ ይግበራሉ ይርዳእኩም ብምዃኑ ብጣዕሚ እዩ ደስ ትብለኒ ይሕጉሰኒ ብጣዕሚ እየ ዝሕጎስ እታ ዕዮ ገዛ ነዚ እዩ ዝመስል እታ ቀዳመይቲ ቢልደርበርግ ግሩፕ ዝበሃሉ ኣለዉ ብ1954 ዝተመስረቱ ኮይኖም ንነዊሕ ዓመታት ብምስጢር ተታሒዙ ዝፀንሐ ነገር እዩ ድሕሪ ክንደይ ሰብ ክፈልጦ ምስ ጀመረ እወ ንሕና ከምዚ ኢና ከምዚ ንበሃል ኣብ ከምዚ ቦታ ንረኸብ ንክንዚ መዓልቲ ሰብ ዘይብሉ ብፕራይቨት ድማ ዝኾነ ቪድዮታትን ገለን ከይተመልአ ነካይዶ ገለ ዝብሉ ሰባት እዮም ሕጂ እዚ ቢልደርበርግ ግሩፕ ዝበሃል ብዛዕባ እዚ ክተፅንዑ እንታይ ይመስል እንታይ ኸ ስለምንታይ ኸ ብምስጢር ተታሒዙ ነይሩ ነዊሕ ግዜታት እንታይ ኸ ዕላሙ ስለምንታይ ኸ ድሕሪ ካልኣይ ውግእ ዓለም ተፈጢሩ ገለ ብዝብሉ ሕቶታት ክትምልስዎን ክርዳእኩም ደስ ምበለኒ ነይሩ እቲ ካልኣይ ከላይ እዚ ጀፍሪ ኤፕስቲን ዝበሃል ሰብኣይ ምሻሎ ናቱ ናይ ውልቁ ደሴት ነይርዎ ብዙሓት ደቂ ኣንስትዮ ብምግሳስ ብዙሓት ደቂ ኣንስትዮ ብምዕማት እዩ ዝፍለጥ ብጣዕሚ ካብቶም ናይ ምግሳስ ሎርድ እዩ ድማ ዝጨኮኑ ናይ ዓለምና ሰባት እዩ ዝብል ግን ንሱ ይኮነን እቲ ቀንዲ ናቱ ምስ ብዙሓት ሰባት ድማ ይሰርሕ ነይሩ ፕሬዚደንት እንዳ ክሊንተን ኢልካ ናይ በዓል ቢል ጌትስ ብዙሓት ማለት እዩ ኣብ ስእልታቶምን ኣብ ገለን ክትርእይዎ እውን ትኽእሉ ኢኹም ብዛዕባኦም እውን ይዛረቡ እዮም ሕጂ ሃንደበት ምዚ ናይ ዓለምና ካብቶም ዝዓበዩ ብደቂ ኣንስትዮ ምግሳስ ዝፍለጥ ሰብ ድዮም ተራኺቦም እዩ ከመይ ነይሩ ብዛዕባኡ ክትፈልጡ ኣለኩም እሱኸ ስለምንታይ ተቐቲሉ መይቱ ድዩ ተሓኒቑ ድዩ እንታይ ኮይኑ መቕተሉ ኢኸ ምሽ ኣሎ ብዛዕባኡ ኣይ ቲንክ ኣብ ኔትፍሌክስ ኣሎ ብዙሕ ተቋራሪፁን እቲ ክፉእን ስእልታትን ተኣልዩ ዋላ ይምፃእ እምበረይ ስቲል ገለ ስእሊ ስክበኩም ይኽእል እዩ ኣብ ብዙሕ ዩቱባትን ኣብ ካልእ ትዊተር ኣብ ገለብገለ ፈታትሽኩም ኣይስእንዎን ኢኹም ሕጂ ከምኡ ጌርኩም ክትርእይዎ ፈትኑ ብዛዕባኦም ክትርእዩ እቶም ዘይትፈልጥዎም ማለት እዩ ብዛዕብም ክተጽንዑን ክትርእዩን ፈትኑ ብዛዕባ እዚ ክልተ ነገር ዝበልኩም እትም እንግሊሽ ዘይርዳእኩም ከምዚ ክንገብር ኣይንኽእል ኢና ትብሉ ሰርች ክንገብር ኣይንኽእል ኢና ገለ ትብሉ ኮማን ጋይስ 223 እዩ ኣነ ንባዕለይ ብዙሕ እንግሊሽ ኣይክእልን እየ ማለት ፍሉንትሊ ሙሉእ ብምሉእ ክትኽእል ገለ ይድለየካን እዩ እቲ ተንብቦ ነገር ክርዳእካን እቲ ትሰምዖ ነገር ክርዳእካን እንታይ ክትብል ደሊኻ ንሰባት ምግላፅን ጥራይ ኣገዳሲ እዚ ድማ ሽዱሽተ ወርሒ ዓመት ወስደልኩም እዩ ንሽዱሽተ ወርሒ ሓደ ዓመት እንግሊሽ ከይትምሃሩ ክትብሉ ምሉእ ዕድሜኹም እንግሊሽ ኣይፈልጥን እየ እንታይ ክገብር ክትብሉ ኣይትንበሩ ላይ ክልተ ዓመት እያ እቶም ነዊሕ ዝወስደልኩም ዝበሃል ክልተ ዓመት እዩ እንተወሰደልኩም ፊልምታት ረኣዩ እቲ ናይ እንግሊሽ ምፅናዕ ጀምሩ ገለ ቃልጢፍኩም ኩሉ ክትኽእልዎ ኢኹም ድሓር ሽዑ ኩሉ ግዜ ድማ ክኢልኩሞ ትነብሩ ማለት እዩ ካብ ምሉእ ዕድሜኹም ዝተረፈ ዕድሜኹም ኣነ ይክእልኒ እንዳበልኩም ትነብሩ ማለት እዩ ካብ ኩሉ ግዜ ደገምቲ ሰብ ዝበሎ ዘዘምፃልኩም ትደግሙ ባዕልኹም ሽዑ ሰርች ገይርኩም እዚ ንዝንበሃል ኣሎ እንታይ ማለት እዩ ሓቁ ድዩ ሓስዩ ምሻሉ ናይ ብዙሓት ሓሳባት ክሰምዑ ትፍትኑ ኣትሊስት ከምኡ ጌርኩም ድማ እቲ ሓቂ ክትፈልጥዎ ትፍትኑ ሓቂ ኢና ክንደሊ ኩሉ ግዜ ኩሉ ንሕና ንገብሮ ነገር ንፅዕሮ ንሓቂ እዩ ኣነ እውን ጋገ ክህሉ ክእል እየ እቲ ቀንዲ ዕላማ ግን ኣየናይ እቲ ሓቂ ንምርካብ እዩ ሓቂ ድማ ገዳሲ እዩ